ኣብ ካናዳ ሰረቓ እንተ ገዛኻ ኣእቲካስ እንታይ ትገብር? ለይቲ ኮይኑ ኣሎ ሰረቕኻ ማዕፆኻ ከፊቱ ኣትዩ ኣሎ እንታይ ትገብር? ኩልኹም እዞም ካናዳ ትነብሩ እዚ ናይ ውሕስነት ሴፍቲ ትፈልጥዎ ዲኹም ብሓቂ ብዓይኒ ሕግስ እንታይ ክትገብር ከም ዘለካ ሕግስ እንታይ ክትገብር ኣለካ ከም ትብል ትፈልጥ ዶ እታ ነብሰ ምክልኻልከ ማዕረ ክንደይ ድፍቀደካ ንስኻስ ከመይ ጌርካ ክትከላኸል ትኽእል ንደቅኻን ንሰበይትኻን ንኩሎም ኣሕዋትካ ኣብ ገዛ ክትከላኸለሎምስ እንታይ ክትገብር ኣለካ ብዓይኒ ሕጊ ዘፍቅዶም ማለት እዩ እዚኣ ዝፈልጥዋ ዲኹም መብዛሕትኹም ሰባት ዝኾነ ሰራዕቲ ኣቲናስ እንታይ ኢና ክንገብር ትብሉ እንታይ ከም ገበርኩ ብዝረኸብክዎ ብፀናሓኒ እሱ ከም ዘይሰርሕ ትፈልጡ ኢኹም በሉ ናይ ሎመዓልቲ ርእስና ብዛዕባ እዚ ርእስቲ እዚ መንግስቲ ከነዛረቡ ኣለዎ እዚ ከዓ ኣብ ዝተፈላለየ ዓድታት ኣብ በዓል ኦንቴሪዮ ኣብ ኣልበርታ ዓብካት ዓነጥ ኮይኑ እዩ ምኽንያቱ ሰርዓ ገዛ ከኣትስ ብኸመይ ትከላኸል? እቲ መንግስቲ ዘፍቅዶ ዓይነት ምክልኻል መጠነኛ ዝኾነ ብጣዕሚ ደስኻካ ኣነ ኣነ ኣስሒቑኒ ጥራይ ኣስደሚሙኒ ምክንያቱ ነብስኻ ንኽትከላኸልሲ ዝጥቀሙ ዘለካ ፎርስ ልክዕ ፐርፔቹዋል ክኾን ኣለዎ ልክዕ እቲ ከጥቅዓካ መፂኡ ዘሎ ዝጥቀመሉ ዘሎ ፎርስ ኤክሰሲቭ ክትጥቀም ይብልካ ንኣብነት እሱ እንተድኣ ካራ ሒዙ ካራ ተሒዝካ ደሓን እዩ ይብልኻ እሱ ዕንጨይቲ ሒዙ ከሎ እስኻ ካራ ሒዝካ ታጥቂዕካዮ ግን ጉድኣት ተስዒብካሉ እስኻ ትእሰር ብጣዕሚ ይገርም ብጣዕሚ ንሴፍቲ ናይ ገዛኻስ ንክትከላኸልሲ ኮምፕላይ ኢሎም ኮምፕላይ በቃ ብዝተካለኩም ዝማዓጾ ዓጺኹም ናይ ንዋን ዋን ደውሉ እስኪ ፕሊስ እዛ ቪድዮ ረኣይዋ እሞ ካብኡ ሽዑ ሓደ ክትፈልጡ ኢኹም እቲ RCMP ፖሊስ እንተ መጺኦምኹም ሲ ነቲ ኣብ ገዛኹም ከተቐቲልኩምዎ እቲ ሰብ ኣብ ገዛኹም ንስኹም እዮም ትእሰሩ ክሰርቕ መጺኡ ከጥቅዓኩም መጺኡ እንተ ቀቲልኩምዎ ንስኹም ክትእሰሩ ስለዚ እዛ ኣርእስቲ እዚኣ ብጣዕሚ ወሳኒት እያ ፐርከ ክሳብ ካህናት ተቐመጥና ብኸመይ ነብስና ንካልኣኻት ንፈልጥ ኣለና? እዛ ኣርእስቲ እዚኣ ሎሚ ክንዛረበላ ኢና ሰናይ ምክታል። ኩቡራት ተኻተልቲ ናይ ሎምዓልቲ መደብና ከምዝበልኩኹም ብዛዕባ ሰልፍ ዲፈንስ ኣብ ካናዳስ ንነብሳ ከመይ ኢልካ ትካላኸለላ ዝብል ንቡዙሓት ሰባት ከኣ ሰረቕ ኣብ ገዛኻ ተመጺሱ ብኸመይ ትካላኸለሉ ዝብል እዩ ክሳብ ፕሪምየር ዳግ ፎርድ ናይ ኦንተርዮ ወጺኡ እንታይ ኢሉ ተዛሪቡ እንተ ሓደ ክሰርቅካ ወይ ንስድራኻ ክሃሲ ኣብ ገዛኻ መጺኡሲ ከመይ ኢልካ ኢኻ እሞ ነጻ ትለቁ ከመይ ኢልካ ኢኻ ሽዑ ክትሓስብ ኦ ከምዚ ተሃሪመዮስ ዘይመጠነኛ ወይ ኤክሰሲቭ ፎርስ ወይ ዓብ ሓይል ተጠቂመ እሞ ክእሰር ክትሓስብ እውን ግዜ ይብልካን ስለዚ ናይ ዳግፎርድ ዘረባ መጀመርታ ንስምዓዮ በብሓደ ግን ሎሚ ኩለን እተን ቺፍ ኦፍ ፖሊስ ናይ ኣርሲኤምፕ እውን ዘውፅኣ ሓንቲ ዘረባ ኣላ ንሳ ከዓ ኦ ንስኻትኩም ኤክሰሲቭ ፎርስ ክትጥቀሙ ይብልኩምን ሰራቂ እንተ መፅዩ በቃ ኮምፕላይ ግበሩ በቃ ምስ ተረዳድኡ ዝዓይነቱ እዩ ኮምፕላይ ማለት ናብ ትግርኛ ተቀይርከ ተሰማማዕ ማለት እዩ ማዕፆ ዓፂኹም ሲሉ ናይን ዋን ዋን ደውሉ ሃየ ናይን ዋን ዋን ምስ ደወልናኻ ክሳዕ ናይን ዋን ዋን ድመፁኻ ንኖ ናይን ዋን ዋን ክመፁ እዮም ዋል ክሳዕ ድመፁኻ ዋንታ ኣነ ገሪሙኒ እንዲዩ ግን ክትሰምዑ ኣለኩም ክትፈልጡ ኣለኩም ናይ ዳግፎወርድ መልሲ መጀመርታ ንስማ

ናቱ ንምክልኻል ትጽዋዕ ጠበቓ'ያ፣ ካንሰለር ማለት እዩ። ሕጂ ኣብ ካናዳስ እቲ ሰልፍ ዲፈንስ፣ ነብሰ ምክልኻል፣ ዝብል ሕጊ ከመይ ይሰርሕ? ዋላ እቶም ክናዳውያን ንባዕሎም ሚእቲ ካብ ሚእቲ ኣይፈልጥዎን እዮም። ምኽንያቱ ፕሮፖርሽነት ዝኾነ ዓቐን ዘለዎ ሓይሊ ተጠቐም እዩ ዝብል። ኤክሰሲቭ ፎርስ ተጠቒምካ ቬግ ዝኾነ ብጣዕሚ ከም ዝገፍሕ ካብ ሓደ ኩርናዕ ናብ ሓደ ኩርናዕ ዘሎ ብዙሕ ሓይሊ ክትጥቀም የብልካን ከመይ ብዙሕ ሓይሊ ኣባይ ደሎ ሓይሊ ናብ ወዲ ዓሰርተ ዓመት ደሎ ሓይሊ በበይኑ እዩ እቲ ኤክሰሲቭ ፎርስ ከመይ እዩ እንታይ እዮም ድሓትዎ ደሎ ነቲ ሰብሲ እንታይ ግበር እዮም ድልዎ ደለዉ ብሓቂ ብሓቂ ኣብ ኦንታርዮ ሓደ ሰብኣይ ገዝኡ ክሰርቁ ምስ ኣተዉ ገዝኡ ክሰርቁ ምስ ኣተዉ እንታይ ገይርዎ ነይርዎ ጢት ጥዋዕ ኣቢልዎ ቀቲልዎ ሕጂ እንታይ ተባሂሉ ኤክሰሲቭ ፎርስ ተጠቂምካ ዋቲ ቆትሎ ዝመጽሓ ካራ ሒዙ እኮ ይመጽእ እቲ ሓደ መንገዲ ተዝቅየር ነይሩ ከዳ ዋና ገዛ ተዝቅተል ነይሩ ሰረቀ ገዙ ኣትኪ ቆትሎ ክሰርቅ ኣትዩ ሰረቀ ሰረቀ ዝበዝሕ ግዜ ክሰርቅ ኢለ ኣቱ ቀትለካ ኣቱን እንተኾነ ግን ፊት ንፊት ተተጋጣጢምካ ወይ ንስኻ ወይ ንሱ ሓዲኻ ኢኹ ወጻዕታ ምኾዳ ምስ ቀተሎ እንታይ ኢሎሞ ኣብ ቤት ፍርዲ ሃስይዎ ምስ ሃረሙስ ብጣዕሚ ሃስይዎ ብሊድ ገይሩ ገለ ምስ ሃሰዩ እንታይ ኢሎሞ በቃ እቲ ክሰርቕ ዳኣተወ ሆም ኢንቬዥን ገዛ ደይናቱ ገዛ ኣትዩ ተባሂሉ ተኸሲሱ ሃየ ቅቡል እዩ እቲ ድሃረመኸ ኤክሰሲቭ ፎርስ ተጠቒምካ ብዙሕ ሓይል ተጠቒምካ ተባሂሉ እሱ ካብ እስር ቤት ኣሎ ክልቲኦም ፍርዶም ይፅበዩ ዋላ ዋላ ብኸመይ እውን እዚ ነገር እዚ ፍትሓዊ ዝኸውን ኣይፈልጥን እየ እንተኾነ ግን እዚ የጋጥም ኣሎ ሕጂ ናይ መን ከርእየኩም ደልየ ኣለኹ ናይ ቺፍ ኦፍ ፖሊስ ናይ ኩለን ናይ ካናዳ ማለት ናይ ቺፍ ኦፍ ፖሊስ ወፅዩ ገዛኻ እንተ መፅካ ሰረቓስ እንታይ ትገብር መልሲ ይብላ ኣሎ ንዓ ንከታተል

እቲ ዝበለጸ መንገዲ ንስኻ ነብስኻ ኣብቲ ትነብር ከትድሕነሉ ትኽእልሲ ኮምፕላይ ምግባር እዩ። ሕጂ ይርድኣኒ ሰራቒ ጥይት ሒዙ መጺኡካ ንስኻ ክትቃለሶ ኣይትፍትን ኢኻ። ንነብስኻ ንምድሓን ቴሌፎንካ ድዩ ገንዘብካ ይውሰድ ዶ? ገንዘብ ይመጽእ እዩ፣ ቴሌፎን ይመጽእ እዩ፣ ንብረት ይመጽእ እዩ፣ መፍትሒ መኪና ይመጽእ እዩ፣ መኪና ትመጽእ እያ። ነብሲ ግን ህይወት ግን ኣይትምለስን እያ። ነዚ ንምድሓን እወ ጠቕላላ ግን እቲ ሞር ሓደ ሰራቕስ ክፈርሕ ክኽእል ኣለዎ ገዛኻ ንክመጽእ ተጠንቀቁ እዞም ካናዳ ተቀመጡ ዘይትፈልጡ ኣለኹም ኣነ ካራ ሒዘ ክጸንሐ ትብሉ ኣለኹም ኖርማል ንኣሽቱ ብፍላይ ትሕቲ ዕድመ ክሰርቁ ከዓ ትኽእሉ እዮም ኣብቲ ኣፍ ደገኹም ገለ ነጢሮም ይኣትዉ ተጠንቀቁ ማስ እንታይ ክትገብሩ ከም ዘለኹም ክትፈልጡ ኣለኩም እዚ ስቕልካ ኣይኮነን ሎሚ ኣብ ጎረቤትና ከናዳውያን ይማፅእ ኣሎ ፅባሕ ንገው ኣባና ኣብ ገዛኻ ኳሕኳሕ ብ ሰረቀ ምስ ኣተወኪ ኢኻ ትፈልጦ ብፍላይ ጽብቅቲ መኪና ተገርኩም ሓዳሽ መኪና ብፍላይ እዞም ኡበር ዶ ወለ ዝሰርሑ ሓደሽቲ መኻይን ትሰ ኣውጺኹም ትገርዶ ኣለኹም መብዛሕትኡ ሰብ ጅባሃ ይሪኦን እዩ መኪና ሪኡ ይፈርድ ኦ መኪና ናይስ ዴሮ ኖ እንታይ እዩ ፋ- ናትኩም ፋይናንሻል ኩነታት ኣብየ ኣሎ ይፈልጡን እዮም ግን መኪና ኣብ ደገ ሪኦም ሰዓትኩም ሪኦም ገለ ለይቲ ክሰርቁም ክመጹ ክኽእሉ እዮም ኣይግበሮ ግን

እቲ ማተር ኣብ እዚ ጉዳይ ጉዳይ እዩ ኢልካ ከም ጉዳይካ ሒዝካ በትሪ ጌርካ ቅጥቅጥ ከተብሎ ይትወ ቅጥቅጥ ቅጥቅጥ መበልኩም ኣሲርኩም ናት መርያ ትሕቲ ዓራት ኣሲርኩም ሲ እዚ ሕጂ ብሕጊ ይሕትት እዩ ዳስ ዋይ እስኻ ትገብራ ዘለካ እታ ነሰሰሪ ፎርስ ሕጂ ግድን እዩ ከጥቃዓካ መፅኡ ነብስኻ ይከላኸል ማለት ኣይኮነን እንተኾነ ግን ነብስኻ ምስ ተኸላኸልካ ንክትቆትሎ ድዩ ትሓርቕ እንዲኻ ትነድር ስለዚ እዚኣስ ማዕረ ክንደይ ሰንስቲቭ ምዃና ድምጽኹም ኣስምዑ። እዚ ክትስምዑ ከለኹምሲ እንታይ እዩ ኢልኩም ሕተቱ። ደቂ መሳርሕትኹም ድዩ እንታይ እዩ እዚ ደኣ እቲ ናይ ኮምፕላይ ድብሉ ዘለዉ ሰራቕ ተመጺእካስ እንታይ ኢልኩም ሕተቱ። ገለገሌኹም ጠቓላ ዜና ካናዳ ዘይትርእዩ ሰባት ኣለኹም። ፈጺምኩም በቃ እንታይ ይበሃል ኣሎ ካናዳ ናቲንግ ናቲንግ በቃ እዚ ግን ብጣዕሚ ወሳኒ ኣብ ገዛኻ መፂኡ ክሳብ ሰራቂ ምስ ኣጋጠመ ዋይ ኣይፈለጥኩን ኣይፈለጥኩን ስለ ዝበልካ ካብቲ ገበን ነፃ ይትኾን ማለት ኣይኮነ

ኣብ ኦንታርዮ ዘጋጥም እያ ትዛረብ ደላ እቲ ሰራቂ ናብቲ ገዛ ምስ ኣተወ እቲ ዋና ገዛ እቲ ሰራቂ ካራ ሒዙ ነይሩ እቲ ዋና ገዛ ከዓ ፊት ንፊት ንዑ ገጢምዎ ሕጂ ኣብዚ ሰራቂ ንገዛይ ስለ ዝኣተወ ፊት ንፊት ስለ ዝገጥመኒ ዘሎ ድላየ ክገብሮ ክእለ ማለት ክሳዕ ክቐትሎ እውን ክእለ ኣነ ነብሰይ የድካልኸል ዘለኹ ኢልካ እቲ ምክንያት ሲ እቲ ምጉት ነብሰይ ንምክልኻል እዚ ካራ ሒዙ መፂኒ ኣሎ ኣነ ክቃለሶ እየ

ወጺኡ ክዛረብ ከሎ ሓደ ሰብ ሕጂ ብስሚዒት ተዛሪቡ እርደኣካ እዩ ሓደ ሰብ ኣብ ገዛኻ ሰራቂ ተመጺኡ ነብስኻ ንምክልኻል ሂወትካን ደቅኻን ንምድሓን ትገብሮ ክርድኣካ ኣይክእልን እዩ ሕጂ ሰራቂ ገዛይ ተዓጺዩ ክከላኸል ከለኹ ክሳዕ መቕተልቲ ከብጽሕ ይኽእል ዳግፎርድ ግን እንታይ ኢሉ እዚ እቶም ፖሊስ ዘውጽዎ ዘለዉ ኣብቲ መጽናዕቶም ቅቡል ኣይኮነን እዩ ዝብል ዘሎ ምክንያቱ እዝስ እቲ ቀታሊ ሰራቂ ነቲ ዋና ገዛ ቀቲልዎ ተዝኮን ነይሩ ከ ደኣ ሕጂ ብጣዕሚ እቲ ሕጊ ብጣዕሚ ቬግ እዩ ኣዝዩ ገፊሕ እዩ ዴፊኒቲቭ ዝኾነ ንጹር ዝኾነ እዚኣ ተገርካ ከምዚኣ ዝብልካ ኣይኮነን ቬግ ስለ ዝኾነ እዩ

ካራ ቀዳመይቲ ኣላ ካልኣይቲ ኣላ ሳልሰይቲ ዝኮነ ካራ ዝኮነ ኣልዒልካ ኣለካ ንበል ሕጂ ካራ ኣየናያ ዝበልሐት ገሊልካ ኣይትርእየና ምክንያቱ ሰረቃ መጺካ ኣሎ ነብስካ ትከላከል ኢካ ደርከበ ኢካ ክተልዕል ሕጂ ደርከበ ካራ ኣልዒልካ ኣለካ ፊት ንፊት ገጢምካዮ ኣለካ ኣብዚ ግጥም እዚ ንስኻ ሓደ ትሃርሞ እሱ ሃርመካ ትቃለሶ ድሓር ሃሪምካዮ ንበል ሃሪምካ ንሱ ሽዑ ንሱ ክሃድም እንድሕር ጀሚሩ ደድሕሪኡ ጎይኻ ካራ ተእትወሉ ማለት ኣይኮነን። the moment ኣብታ ኣብታ ሰዓ- ሰዓት እቲ ሰራቒ እንተ ደኣ ይሃድም ኣሎ ተወዲኡ እቲ ጉዳይ ትጎድፎ ኣብዚ እዩ ደካ ትዕዞ ኣሎ ሕጂ ግን እንድሕር ደኣ ሃሪምካ ግን እኸይዳ ኣሎ ኢልካ ኣይትገድፎን ኢኻ መልካ እሞ እንድሕር ደኣ ተጎዲእካ ሓደ ሰብ ከዓ ካራ ክሰርቀካ መፅዩ እሞ ከዓ ደይወጠንካ መፅኡካስ ክትጎድፎ ዲኻ

ኣኺልዎ እዩ ውሳኔ ናትካ እዩ ሰራቂ ገዛኻ ክኣቱ ምስ ወሰነ ብድሕሪኡ ህይወቱ ብኢድካ እያ ማለት ቅተሎ ይጥቅተሎ ሰራቂ እዩ ክቀጥቅዓካ ስለ ዝኽእል ነብስኻ ንክትከላኸል ድላይካ ክትገብር ትኽእል ኢኻ ኣብ ኣሜሪካ እዩ ነብስኻ ንክትከላኸል ይድብል ዘሎ ንኸተጥቅዕ ነብስኻ ንክትከላኸል ኣብ ካናዳ ግን ከምኡ ይኮነን ፕሮፖርሽነት እዛ ቃል እዚኣ ሕጂ መጠነኛ ማለት እዩ መጠነኛ ዝሓለወ ብኸመይ ትዕቅኑ ትፎርስ ኣይፈልጥን እየ ኣነ እውን ክርደአኒ ይክእልኒ ግን መጠነኛ ዝኾነ ወይ ድማ ምክንያታዊ ዝኾነ ንኣብነት ወደ ዓሰርተ ዓመት ቆልዓ መፂካ ክሰርቕ ገዛ ሲ ንስኻ ትሕቲ ዓራት ኣሲርካ ቅጥቅጥ ተቐኒኻዮ ዋጥሚኻ ቅትል ተቢልካዮ መጠነኛ ኣይኮነን ግባ ቢልካ ጉንዱዝ እንተሰይድካያ ግን

ሕጂ እቲ
ገዛ ሰብ ክሰርቕ ዳኣተወ ንዘልኣለም ይኽእሰር። እቲ ነብሱ ክከላኸል ኣብ ልዕሊ እቲ ሰራቒ ጉድኣት ዘስዓበ ከ ዓሰርተ ኣርባዕተ ዓመት ክውሰነሉ እዩ። ብኸመይ ፌር ክኸውን እዚ ንዓኹም ገድፌዮ ኣለኹ።

ከመይ ይመስላ ኣለብ ካናዳ ነዚ ትዕዘብዎ ዘለኹም ኢኹም ፕሊስ ፕሊስ ፍለጥዎ ተጠንቀቑ ብዛዕባ እዛ ርእስቲ እዚኣ ኣገዳሲ ተኮይኑ ኣብ ነዊሕ ፍርዲ ምስ ወፀ ከምፅኣልኩም እየ ንሎሚ ግን እዚኣ የምፅልኩም ዘለኹ እንኳዕ ምሳይ ፀናሕኩም ኣብ ቀፃሊ ሰብ ንራኸብ